ሓደ ሰብ ምስ ዝሓቕፈና፣ ሓደ ሰብ ምስ ዝስዕመና፣ ብውሽጥና ዝፍጠር ኬሚካል ኣሎ። ድራይቪንግ ላይሰንስ ንምሓዝ ንዝተወሰና ኣዋርሕ ንመሃር ኢና። ሽዑ ፈተና ንፍተን ኢና፣ እቲ ፈተና ተተዘይ ሓሊፍናዮ ኣይወሃበናን እዩ። ደጊምና ምምሃር ወይ ከኣ ምፍታን ይጽበየና እዩ። ሓዳር ክንምስርት ከለና፣ ፍልጠት ወይ ከኣ ትምህርቲ ኣይንሕተትን ኢና። ኣብ ዕስራ ሰከንድ ክትምርዓው ትኽእል ኢኻ። ምስክርነት ኣለኩም፣ ታሴራ ኣለኩም፣ በቃ እቲ ጥራዝ ይቕረብ ተፈሪሙ ይወሃብ። ቃል ኪዳን ንኣቱ፣ ሰብኣይን ሰበይትን ሰብ ሓዳር ኮይንና ማለት እዩ። ክንድምንታይ ዝኣክል ፍልጠት፣ ክንድምንታይ ዝኣክል ክእለት ከም ዘለና፣ ክንድምንታይ ዝኣክል መጻሕፍቲ ከም ዘንበብና ዝሓተና ሰብ የለን። መንግስቲ ብዛዕባ ማንጃ ፍቓድ ዘጨንቖ፣ ሓደጋ ንከይፍጠር እዩ። ሄቨን እየ ምሳኹም ዘለኹ እንቋዕ ናብዚ ቻነል ብደሓን መጻኹም ኣብ ቻነል ሓደሽቲ ተለኹም ድማ ሳብስክራይብ ክትገብሩ ብትሕትና እዕድመኩም ነቲ በብጊዜኡ ዝፍንወልኩም ቪድዮታት ድማ ብቐሊሉ መታን ክትረኽቦ ነታ ናይ ቃጭል ምልክት ትጠውቑዋ ኢኹም ሰናይ ምክትታል ሓዳር ምምስራት ምስ ንደሊ መጽሓፍ ኣንቢብኩም ተዳሊኹም ናይ መርዓ ሰርትፍኬት ክንበኩም ኢና ዝብለና ሰብ የለን። ስለዚ መብዛሕትና መኪና ምዝዋር ንኽእል ኢና። ንዓና ቀሊል እዩ። ግን ምስ ሰባት ተረዳዲእካ ምኻድ ወይ ድማ ምስ መጻምድትና ተጸዋዊርና ምንባር ንሽገር ኢና። መኪና ምዝዋር ስለንኽእል ጠራይ ሓደጋ ኣየጋጥመናን እዩ ማለት ኣይኮነን። እንተ ኣጋጢሙ ድማ ኢድና ወይ ከኣ እግርና ክስበር ይኽእል እዩ። ኣብ ሓዳር ድማ ልክዕ ሓደጋ ምስ ዘጋጥም ልብና ክስበር ይኽእል እዩ። ምኽንያቱ ፍልጠት የብልናን። ናብ ሓዳር ንኽንኣቱ እንገብሮ ምድላው የለን። ምናልባት መኪና ምስ ትስበር ኣብ ክትዕረየሉ ዘይትኽእል ደረጃ እንተ ኣጋጢሙ ካልእ መኪና ክንገዝእ ወይ ከኣ ክንቅይር ንኽእል ኢና። ሓዳርና ምስ ዝፈርስ ግን ካልእ ሰብ ምፍላጥ ወይ ድማ ምስ ካልእ ሰብ ምምርዓው ከቢድ ይኾነና። ልክዕ ከምቲ መኪና ክንዝውር ፍልጠት ዘድልየና፣ ምስ ሰባት ክንረዳዳእ፣ ክንጸዋወር ድማ ፍልጠት እዩ ዘድልየና። እዚ ፍልጠት እዚ እንተዘይብልና ግን ምስ ሰባት ክንረዳዳእ ኣይንኽእልን ኢና። ስለዚ ናብ ካልእ ሰብ ቀሪብና ሓዳር ምምስራት ኣይንሓስቦን ኢና። ክሳብ ሕጂ በዞም ክልተ ኣብነታት ዘነጻጸርኩልኩም ምኽንያት ፍልልዮም፣ ፍልጠት ስለ ዝኾነ እዩ። መኪና ምዝዋር ምስ ከኣልና ዝኾነት ዓይነት መኪና ብዘይ ጸገም ምዝዋር ንኽእል ኢና። ናይ ሓዳር ፍልጠት ወይ ከኣ ምስ ሰባት ከመይ ጌርና ክንነብር ንኽእል ወይ ብኸመይ ክንረዳዳእ ንኽእል ዝብል ግን ፍልጠት ተዘይብልና ህይወትና ባዶ እዩ ዝኸውን። ጽቡቕ ገዛን ጽቡቕ መኪናን ክህልወና ይኽእል እዩ፣ ሓዳርና ግን ይፈርስ። እዚ ብብዙሕ ገንዘብ ዝገዛእናዮ ገዛ ፍቕሪ ይስእን፣ ይፈርስ። ነዚ'የ ድማ እንዳናጻጸርኩ ዝነግረኩም ዘለኹ። ኣብ ሞንጎኡ ክልተ ናይ ፍልጠት ፍልልይ ኣሎ። መብዛሕትና ናይ ህይወትና መወዳእታ ሓዳር ጌርና ኢና ንወስዶ። ምኽንያቱ እቲ ንዓብየሉ ሕብረተሰብ ተማሂርኩም፣ ዓቢኹም፣ ስራሕ ሒዝኩም፣ ተመርዒኹም፣ ወሊድኩም እንዳበለ ስለ ዘዕበየና። ኣብ ኣእምሮና ውሽጢ ሓንሳብ ፕሮግራምድ ጌርናዮ ኢና። ምምርዓው ከም ዘለና፣ ምውላድ ከም ዘለና ኩላትና ኢና ንሓስብ። ግን ንምንታይ እንገብሮ ምኽንያት ኣይንፈልጦን ኢና። ሰባት ስለ ዝገደዱና ወይ ድማ ቤተሰብና ንምሕጓስ ኢና ንገብሮ። ንሕና ግን መመርዓዊና ትኽክለኛ ምኽንያት ኣይንፈልጦን ኢና። ኩሉ ግዜ ከም ኣብነት ነልዕሎ መበገሲ ንገብሮ ዝተፈጠርናሉ መሰረት እዩ። ናብቲ መጀመርታ ተዘይከይድና ሕጂ ዘለና ሽግር መፍትሒ ኣይንረኽበሉን ኢና። ስለዚ ናብቲ መጀመርያ ምስ ንምለስ ፈጣሪ ንኣዳም ሄዋን ክህቦ ከሎ ኣብ ወልሓደ ቦታ ንዓ እዚኣ ሰበይትኻ እያ ንዑመ ተፈራረሙ ዝብል ሕጂ ሰብኣይን ሰበይትን ኮይንኩም ኣለኹም ቀለቤት ግበሩ ዝብል የለን ፈጣሪ ንሄዋን ሰሪሑ ክህቦ ከሎ ኣዳም ሰበይቱ ንኽትከውን ዝወሰነ ንሱ እዩ ንሱ ሰበይቲ ኢሉ ሰምይዋ እምበር ፈጣሪ ሰበይትኻ እያ ኣይበሎን። ስለዚ ንሓዳር ንመርጻ ሰብ ወሲንና ኢና እምበር ኣፍቂርና ጠራይ ኣይኮናን። ፍቕሪ መቸም ብዙሓት ሰባት ብዝተፈላለየ ትርጉም ይህብዎ እዮም። ኣብዚ ሎሚ እንሪኦ ግን ፍቕሪ ኣድላዪ ኮይኑ ኣብ ስምዒት ዘይተሞርከሰ እንታይ ደኣ ኣብ ውሳነ ዝተሞርከሰ ክኸውን ኣለዎ። ስለዚ ሓዳር ድማ ውሳነ እዩ ማለት እዩ። ናትካ ክትከውን ዝወሰንካያ ሰበይቲ ናትካ ትገብራ፣ ብፍልጠትን ብውሳነን እዩ ደኣ እምበር ብስምዒታዊ ፍትወት ጠራይ ኣይኮነን። ሕጂ እውን ተኾነ ኣዳም ኣብ ኩሉ ጽሑፍ እተደኣ ርኢና የፍቅረኪ እየ ግን ኣይበላን። እዚ ማለት ግን ጌጋ ከይትርዱኡኒ ንሰበይትኹም የፍቅረኪ እየ ኣይትበልዋ ማለት ኣይኮነን። እንታይ ደኣ ናቱ ገይርዋ፣ ወሲድዋ፣ እዚ ማለት ፍቕሪ ኣየድልን እዩ ማለት ኣይኮነን። ከም ዝበልኩኹም ብዙሓት ኣወዳት ሰሚዐ ኣለኹ በቃ ሃንደበት ትስሕቦም ጓል ርእይ ኣቢሎም የፍቅርዋ ወይ ፍቕሪ ይብልዎ ሸም ገለ ነገር ምስ ረኸቡ ደስ ዘይብሎም ድማ እቲ ስምዒት ይጠፍእ ስለዚ ፍቕሪ ኣገዳሲ እዩ ምስኡ ኸኣ ውሳነኻ ኣድላይ እዩ ንፍቕሪ ምውሳን ወይ ከኣ ምምራጽ ንበሎ። ብዙሓት ሰባት ምልምማድ፣ ምፍላጥ፣ ምፍታው ናብ ሓዳር ደረጃ ዘብቅዖም ጌሮም ይወስድዎ እዮም። ጽቡቕ እዩ። ሕጂ ውን ናይ ኣዳምን ሄዋንን ኣብነት ንርእ። ተዓዳዲሞም፣ ብሓንሳብ ሻሂ ቡን ተጋባቢዞም፣ ወጺኦም፣ ተፋሊጦም፣ ንነዊሕ ግዜ ሓቢሮም ይኣትዉ ይወጹ ኔሮም። ንምፍላጥ ማለት እዩ እዚ ኩሉ። ዝብል ጽሑፍ ኣይንረክብን ኢና። ብዙሓት ይፋቐሩ፣ ብድሕሪኡ ይምርዓዉ ምኽንያቱ የፍቅራ'የ የፍቅሮ'የ ይበሃሃሉ ብድሕሪኡ ድሕሪ ዝተወሰነ ግዜ ክትሪኦ ከለኻ ገጻ ክሪኣ ኣይደልን'የ ብጥቕኡ ክሓልፍ ኣይደልን'የ ክበሃሃሉ ትሰምዖም ፍቕሪ ስለ ዘየለ ድዩ ወይስ ፍቕሪ ጠፊኡ ድዩ ተወዲኡ? ስለምንታይ'ዩ ከምዚ ስምዒት ዝስምዓና? ሓዳር ምምስራት ፍልጠት ይሓትት'ዩ ድሌት ትምኒት ወይ ከኣ ስምዒት ጠራይ ንሓዳር ተመስሪቱ ከኺዶ ኣይክእልን'ዩ። ምምስራት ጠራይ ውን እኹል ኣይኮነ፣ ጸኒዑ ዝጸንሕ ነገር የድልዮ'ዩ። እዚ ድማ ፍልጠት'ዩ። ካብ ተፈጥሮ ይኹን ካብ ዘጋጠሞም ሰባት ፍቕሪ ጠራይ ንሓዳር ኣጽኒዑ ክሕዞ ብቕዓት የብሉን። ምኽንያቱ ክፋትሑ ከለዉ የፍቅራ'የ፣ ክሳብ ሕጂ'የ ዘፍቅሮ እንዳተበሃሃሉ ኣይኮኑን ዝፋትሑ። እንታይ ደኣ ብውሳኔ'ዮም ዝፋትሑ። ካልእ ክልተ ሰባት እንዳተፋቐሩ ዝፈላለዩሉ ምኽንያት ድማ ሓላፍነቶም ዘይምስካም'ዩ። ምስምማዕ፣ ምጽውዋር ዘይምህላው'ዩ። ዘይምትእምማንን ምብድዳል ገንዘብ ከምዚኦም ዝኣመሰሉ ምኽንያታት ሰባት ሓዳሮም ንኸፍርሱ የገድድዎም። ግን ድማ ይፋቐሩ'ዮም። ከምዚኦም ነገራት ልዕሊ ፍቕሮም ጉልበት ኣለዎም ማለት እዩ። ንኽልቲኦም ንኽፈላለዩ እኹል ብቕዓት ኣለዎም ማለት እዩ። ካብዞም ኩሎም ዝጠቐስናዮም ፍቕሪ ዓብሊሉ፣ ስዒሩ፣ ካብ ምፍልላይ ከትርፎም ኣይከኣለን። ዕዉት ሓዳር ናይ ፍልጠትና ውጽኢት እምበር ብስምዒት ዝዓወረ ፍቕሪ ጠራይ ኣይኮነን። ሓደ ሰብ ብጣዕሚ ስለ ዘፍቀርክዮ ጠራይ ጥዑይ በዓል ሓዳር ክኾነኪ ኣይክእልን'ዩ። ወይ ድማ ብጣዕሚ ስለ ዘፍቀርካያ ጥዕይቲ በዓልቲ ቤት ክትኮነካ ኣይትኽእልን እያ። ብዘይብኣ ክትነብር ስለ ዘይትኽእል ጥዕይቲ በዓልቲ ቤት ክትኮነካ ኣይትኽእልን እያ። ናትካ ፍቕሪ ንዓኣ ጥዕይቲ በዓልቲ ሓዳር ኣይገብራን። ናትካ ፍልጠት እዩ ንዓኣ ጥዕይቲ በዓልቲ ቤት ዝገብራ። መጀመርታ ሰበይቲ ምምርዓው ምስ ትደሊ፣ መጀመርታ ብዛዕባ ደቂ ተባዕትዮ ኣእምሮን ናይ ኣተሓሳስባ ኩነታት ክተንብብ፣ ክትፈልጥን ክትዳሎን ይግባኣ። ኣወዳት እውን ከምኡ። ጓል ክትምርዓዉ ምስ ትደልዩ፣ መጀመርያ ክትፈልጥዎ ዘለኩም፣ ደቂ ኣንስትዮ ከመይን፣ ከመይን ዝሓስባ፣ የእምሮኣን ከመይ ዝሰርሕ፣ ነገራት ከመይን ዝርድኦኦ፣ ዘረባታት ከመይን ዝትርጉምኦ፣ ከመይን ዝሰምዓ፣ ከመይን ዝምልሳ፣ ዝብሉ ብዛዕባ ናይ ደቂ ኣንስትዮ ኣእምሮ ምጽናዕ ይግባኣኩም። ምኽንያቱ ብቑዕ ፍልጠት ተዘይብልና ኣብ ሓዳር ኣቲና ብዙሕ ግጭት፣ ብዙሕ ጸገማት፣ ብዙሕ ነገር ይፍጠሩ እዮም። ናይ ጸገማት ምድግጋም ድማ ምፍታሕ ተዘይኪኢልና የሰልችወና እዩ። ሽዑ ድማ ተስፋ ንቖርጽ፣ ይኣኽለኒ በቃ ድማ ንብል። ከምዚ ንብለሉ ምኽንያት ድማ ነቲ ዝዳራረበና ሽግራት ምፍታሕ ስለዘይንኽእል እዩ። ፍልጠት ምርጫ እዩ፣ ዘይምፍላጥ እውን ከምኡ ምርጫ እዩ። ክንፈልጥ ምስ ንደሊ ነንብብ ኢና ምሽ ንሓትት ወይ ድማ እቲ ዝግብኣና ኩሉ ኣጸቢቕና ኢና ንገብሮ። ዘይምፍላጥ ምርጫና እንተኾይኑ ድማ ቀሊል እዩ ከምቲ ሰብ ክገብሮ ዝኽእል ክንገብሮ ኢና ኢልና ሓዳር ንኣትዎ። ብድሕሪኡ ግን ገዛእ ርእስና ወዲቓ ንረኽባ ኢና። ሓደ ሓደ ሰብ ሓዳር መጀመርያ ክምርዓዉ እንከለዉ፣ ሰባት መጻሕፍቲ ህያብ ይህብዎ ወይ ድማ ባዕሎም ይገዝኡ። እዚ ድማ ብዛዕባ ቤተሰብ፣ ብዛዕባ ሓዳር፣ ኣድላዪ ምኽርታት ዝሓዘ ኣብ መቐመጢ መጻሕፍቲ፣ ሸልፊ፣ ተቐሚጡ፣ ንሳቶም ግን ንምርድዳእ የጸግሞም። ኣልዒሎም ከንብብዎ ከማን ፍቓደኛታት ኣይኮኑን። በዚ እዩ ድማ ፍልጠት ምርጫ እዩ ዝበልክኹም። ምፍላጥ ምስ ንደሊ ናይ ፍልጠት መንገዲ ብዙሕ ኣሎ። ምፍላጥ ምስ ዘይንደሊ ድማ ብጸገማትና ክንሳቐ ክንነብር ኢና። ዘይምፍላጥና ድማ ኣባና ጥራይ ዝተርፍ ኣይኮነን። ደቅና እውን ነቲ ዘጋራጭወና ነገር ይሰምዕዎ እዮም። ንዘራረቦም ቃላት፣ ነውጽኦም ነጋቲቭ ቃላት ዝሰምዕዎም እዮም። ሓዳር ብጌጋ መንገዲ ክርድእዎ ይጅምሩ። ካብ ቤተሰቦም ክርሕቁ ይጅምሩ። ከይዶም ዝሕወሱሉ ዓለም የፍርሖም። ምኽንያቱ ጥዕና ዘለዎ ነገር እንዳረኣዩ ይኮኑ ዓብዮም ንሕና ንደቅና ንህቦም ጥዕና ዘለዎ ኣተሓሳስባን ሂወቶም ሙሉእ ሒዞሞ እዮም ዝቅፅሉ ጌጋታትና ልክዕ ንዖኦም የጥፍኦ ብዛዕባ ሓደ ሰብ ዝስማዓና ስሚዒት ናይ ፍቅሪ ስሚዒት ናይ ምቾት ስሚዒት ናይ ፆታዊ ርክብ ስሚዒት ናይ ሓጎስ ስሚዒት ምስኡ ሓቢርካ ንምንባር እኩል ምክንያት ኣይኮነን ምክንያቱ ስምዒታት ኬሚካል እዩ። ሓደ ሰብ ምስ ዝሓቕፈና፣ ሓደ ሰብ ምስ ዝስዕመና ብውሽጥና ዝፍጠር ኬሚካል ኣሎ። ስለዚ እቲ ኬሚካል እምበር ፍቕሪ ኣይኮነን። ብድሕሪኡ ዝተወሰነ ግዜ ጸኒሕና ነቲ ስምዒት ነጥፍኦ። ኣብኣ ዝነበረኒ ስምዒት ጠፊኡ፣ ከም ቀደም ኣይፈትዋን እየ። ቅድም ዝስምዓኒ ዝነበረ ስምዒት ሕጂ ኣይስምዓንን፣ እንታይ ምዃነ ኣይፈልጥን እየ። ከምቲ ናይ መጀመርያ ዝፈትዋ ዝነበርኩ ሕጂ ኣይፈትዋን እየ ንብል ነቲ ኬሚካል ስለ ንሰምዖ ኢና እምበር ፍቅሪ ኣይኮነን። ስምዒት ኣብ ሓጺር ግዜ ዝጠፍእ ዝለዋወጥ ነገር እዩ። ኣብ ውሽጥና ዝፍጠሩ ኬሚካላት በቢ ሓሙሽተ ደቂቅ ክለዋወጡ ይኽእሉ እዮም። ሓድሽ ሓድሽ ስምዒት ይመጸና እዩ። ሕጂ ተሓጒስና ሕጂ ክንሓዝን ንኽእል። ኣብ ናይ ፍቅሪ ዝምድና ምስ ንኣቱ ምፍታውና ወይ ከኣ ብሓንሳብ ሓቢርና ክንነብር ዝገብረና ቀንዲ ምኽንያት ከነስተውዕለሉ ግብኣና። ንኣብነት ምልክዕቲ'ያ ኣካላታ ጽቡቅ እዩ ጸጉራ ክጽብቅ ኣቃውምኡ ክስሕበካ መልክዑ ክጽብቅ እንዳ በለ እንኣትዎ ዝምድና ዝጸንሕ ወይ ከኣ ዝቅጽል ክከውን ኣይክእልን መልክዑ ክቅየር ቅርጻ ክጠፍእ ምስ ጀመረ ክጸልኣ እዩ ንሳ ውን ልክዕ ከምኡ ክትጸልኦ እያ ከም ጓል መጠን ቆልዑት ምስ ወለደት ከምቲ መጀመርታ ዝርኣያ ክትከውን ኣይትክእልን እያ ክትረጉድ ትክእል ሰውነታ ክቀያየር ይክእል ብዙሕ ናይ ህይወት ለውጥታት ኣሎ። መልክዓ ከምቲ ዝነበሮ ኣይጸንሕን እዩ። ብድሕሪኡ ፍቕሪ ኣብቂዑ ይበሃል። መጀመርያ ዝነበረ ዝፈትዋ መልክዕን ቅርጽን ይስእን እሞ ነዚ ነገር ንምድላይ ካብኣ ወጻኢ ካልኦት ጽቡቓት ኣዋልድ ኣብ ምድላይ ይኣቱ። ዝኾነ ክዳን ንገዝእ እሞ እቲ ጨርቂ ብጣዕሚ ጽቡቕ እዩ፣ ልስሉስ፣ በቃ ክንክደኖ ደስ ዝብለና እዩ። ብድሕሪኡ ግን ክልተ ሰለስተ ግዜ ምስ ተሓጸበ ክፍሕሹ ይጅምር። ሽዑ ብድሕሪኡ ከምቲ ናይ መጀመርታ ኣይኮነን ጸሊእናዮ ኢልና ንጉሕፎ። ሓዳር ከምዚ ድዩ ክኸውን ዘለዎ? ኖእ ኣይኮነ እዚ ፍቕሪ ኣይኮነን እዚ ስምዒት እዩ። ናብቲ ክዳን ዝነበረና ስምዒት ጽቡቕ ኔሩ ሕጂ ግን እቲ ክዳን ምስ ተባላሸወ እቲ ስምዒት ውን ተቐይሩ ልክዕ ከምዚ ድማ ብመልክዕ ድዩ ብኻልእ ነገር እንኣትዎ ሓዳር፣ እቲ ዝተጸበናዮ ነገር ምስ ንስእን ይውድኣና። ብዙሓት ደቂ ኣንስትዮ ሰብ ሓዳር ሰብኡተን የዒንቶም ናብ ካልእ ደቂ ኣንስትዮ ከየዙሩ ብዙሕ እየን ዝጭነቓ። ቆልዑት ምስ ወለዳ፣ ሰብነተን ምስ ተቐየረ፣ ሰብኣየይ ካልእ ጓል ክርኢ'ዩ ኢላ ብዙሕ ትጭነቐ። እዚ ጭንቀት ናብ ብዙሕ ሕማም እዩ ዝእትዋ። ሰበይቲ ሰብኣያ ሓዳር ንኸርእያ ክትጭነቕ የብላን። ክፈትዋ፣ ምስኣ ሓቢሩ ክነብር ርግጸኛ ኮይኑ ወሲኑ ዝተመርዓዋ እተደኣ ኮይኑ፣ ኩሉ ግዜ ብምትእምማን ክትቀስን እምበር ኣይትጭነቕን እያ። ንኣብነት ብጣዕሚ ብዙሕ ገንዘብ ከፊልና ዝገዛእናዮ ንብረት፣ ናይ ኢድ ሰዓት ክኸውን ይኽእል፣ ብዙሕ ገንዘብ ስለ ዘውጻእናሉ፣ ንኸይስበረና፣ ንኸይጠፍኣና ብዙሕ ኢና ንጭነቕ። ከነቐምጦ ከለና እውን ንኸይልሕጸጸና ኣብ ጽቡቕ ቦታ ኢና ነቐምጦ። ንምንታይ እንተኢልና ብዙሕ ገንዘብ ስለ ዘውጻእናሉ። ንሓደ ሰብ ድማ ንፈትዎ ኢና ወይ ከኣ ነፍቅሮ ኢና ምስ ንብል ክንድምንታይ ዝኣክል ኢና ደኣ ዋጋ ክንከፍለሉ ተዳሊና ዘለና? ብጣዕሚ ብዙሕ ዋጋ ዝኸፈልናሉ ንብረት ከማን ከምዚ እንዳ ገበርናስ ናይ ሰብ ህይወት ሓላፍነት ወሲድና ናትና ምስ ንገብሮ ደኣ ክንድምንታይ ዝኣክል ዋጋ ክንከፍል ንኽእል ወይስ ዝኾነ ጌጋ ምስ ንርኢ ገዲፍናዮ ኢና ክንከይድ? ዝኾነ በደል ምስ ዝገብር ክንፈላለ ገዛና ገዲፍና ክንከይድ ዓቕሊ ክንስእን ኣለና ማለት ድዩ? የፍቅረኪ ኤልካ ዝተመርዓኻያ ጓል ኣብ ሂወታ እንታይ ጽቡቕ ነገር ትብሎ ገዲፍካላ? እንታይ ዓይነት መስዋእቲ ኢኻ ጌርካ ንዓኣ ናትካ ንምግባር ንስኺ ውን ከምኡ እንታይ ጽቡቕ ነገር ገዲፍኪ ንሱ ዘይፈትዎ ነገራት ንዕኡ ክትብሊ ዝገደፍክዮ ክንደይ ዝኣክል እዩ? ዋጋ ከፊልና፣ ወሲንና ናትና ዝገበርናዮ ሰብ ስቕ ኢልና ብዘይ ምኽንያት ገዲፍናዮ ንኸይድ ኢና። ሰብኣይ ንሰበይቱ እንታይ ዓይነት ዋጋ ወይ ከኣ መስዋእቲ ምኽፋል ይግብኦ? ኣዴኻ ደው ኢላ ንዓ እንተኢላትካ፣ እሞ ኸኣ ሰበይትኻ እንተደልያትካ፣ ነዴኻ ኣይጥዕመንን እዩ፣ ሰበይተይ ደልያትኒ ኣላ ዲኻ ትብል? ነዚ ዝኣክል መስዋእቲ ክትገብር ትኽእል ዶ? ብኣደ እሞ ላግጺ የለን ትብሉ እትኾኑ። ካብ ቤተሰብካ ካብ ዝኾነ ሰብ ንላዕሊ ንዓኣ ቀዳመይቲ ተዘይትገብራ ኮይንካ ክትምርዓዋ ምውሳን የብልካን። ሰበይትኻ እንታይ ዝኣክል ቀዳምነት ከም ዝሃብካያ ንዓኣ ኣብ ህይወትካ ቀዳመይቲ ምስ ትገብራ ክትግዝኣካ ግድን እዩ። ንዓኻ ንምሕጓስ ክትነብር እያ። ትገብሮ ነገር ኩሉ ንዓኻ ፍሽኽ ንምባል እዩ። እዚ ዘልዓልክዎ ብዘይ ምኽንያት ኣይኮነን። ብፍቕሪ ተመርዕዮም ብሰንኪ ቤተሰብ ዝፈላለዩ ሰብ ሓዳር ስለ ዘለዉ እዮም። ብኣደ፣ ብኣቦ፣ ብሓፍቲ፣ ብሓዊ ምኽንያት ኣብ መንጎኹም ማንም ሰብ ምእታው የብልኩምን። ኦኬ ኣብ ሓዳር ሰብኣይን ሰበይትን እዮም ተጨቓጪቖም፣ ተረዳዲኦም፣ ይቕረ ተባሃሂሎም ክፈትሕዎ ዘለዎም። ተኾራሪኹም ዋላ ኣብ ቅድሚ ቤተሰብኩም ክተርእይዎ የብልኩምን። ፍሽኽ እንዳበልኩም ኣሕልፍዎ። ብድሕሪኡ በይንኹም ምስ ኮንኩም ከም ዝደለኹምዎ ተዘራረቡ። ማንም ሰብ ኣብ መንጎ ሓዳርኩም ክኣቱ የብሉን። ውሳነ ማለት እዚ'ዩ። ቀዳምነት ምሃብ ማለት እዚ'ዩ። ኣብ መጨርሽታ ንኸይትርስዕዎ ክነግረኩም ዝደሊ ነገር፣ ፍቕሪ ማለት ካብ ውሳነ ዝምንጩ ሓይሊ'ዩ። ፍጹም ስምዒት ኣይኮነን። ውሳነ ትውስንዎ ድማ ብፍልጠት'ዩ። ፍልጠት ምስ ዝልወኩም፣ ንስኻ ናታ፣ ንስኺ ድማ ናቱ ንምዃን ትውስኑ። ነቲ ዝወሰንኩሞ ውሳነ ድማ ብስምዒት፣ ሓሳብኩም ኣይትቐይሩ። ኣብ ውሽጥኹም ዘሎ ኬሚካል ወላ ይወዳእ ወላ ይቀያየር ንውሳኔኹም ናይ ምቕያር ሓይሊ የብሉን። ስለዚ ፍቕሪ ካብ ውሳነ ዝምንጩ ሓይሊ እዩ።